ሰላም ሰላም ናይ ፅዳት ዩቱብ ቻነል ከመይ ኣለኹም? ኣምላኽ መስገን ኣነ ሰላም እየ። ከምታ ኣነ ሰላም ዘለዎ ሰላም ትኾኑ ናይ ኩሉ ግዜ ትምኒተይ ተስፋ እዩ። ናይ ሎማዓንቲ ደሞ ብሓዱሽ ቢዱ ሒዘልኩም መጽየ ኣለኹ ብጣዓሚ ማሃሪትን መሳጢትን ዝብላየ ዛንታ ሒዘልኩም መጽየ ኣለኹ ማለት እዩ እና ንሰኻትኩም ደሞ ላይክ ሳብስክራይብ ሸር ኣይትረስዑ ሓደሽቲ ዝኾንኩም ደሞ ሳብስክራይብ ናገበርኩም ንዛ ቻነለይ ኣታባብዑኒ ክብለኩም ይፎቱ ብትሕትና ማለት እዩ እና ናብዛ ደስ ዝብል መሳጢን ዝኾነን ዛንታ ክብለኩም እየ ሓቢርኩም ተካታተሉኒ ክብለኩም ይፈቱ ናይታ ዘንታ ኣርእስቲ ድማ ምንዝርና ዓለም እያ ትብል ቀደማይ ክፋል ምንዝርና ዓለም እያ ትብል ናይዛ ኣርእስታ ምንዝርና ዓለም ምስ እዛ እሾኽ ዝኾነት ደገ ዘማዕረገ ውሽጣ ድማ ዘቦክቦኮት ዓለም ካብ ዘለላ ድሮ ዕስራይ ትሽዓተይ ዓመት ገይረ ኣለኩ እታ ቀደመይቲ ዝነበርኩዋ ዓለም ኣዝያ ውሕድት ኣዋርሕ እየን ነይረን መቀረታ ከይጸገብኩ እየ ናብዛ ብእሾክ ዝተከበበት መንከራ ሽግር ዝበዝሓ ዓለም ብደገ ክትርእያ እንዳብለጭለጨት ተማራክክ ምስ ኣተካያ ግን ምስ ኣተካያ ግን ካበይ ከም ዘለካ ዘይትፈልጣ ኣብ ደቂቃ ጸልማት እትድርብየካ ዓለም መጽየ ኣነ ካብ ስነስርዓት ዘለዎም ስድራ እየ ተወሊደ ኣብ ገዛና ዕስራይ ሓደ ዓመት ሙሉእ ገጽ ወላይ እንዳረከብኩ ወለደይ እንዳረከብኩ እየ ዓብየ። ሕማቅን ጽቡቅን ውን ፈልየ ዝርኢ ኣዝየ ስነ ስርዓተኛ መንእሰይ ከም ዝነበርኩ ኣዕርክተይ ምስክር እዮም። ኣብዚ ሕጂ ሰዓት ኮይነ ንኩሉ ዝነበርክዎ ሂወት እና ዘከርኩ ክነብዕ። ከማርር እየ ዝውዕል ኣየ ሂወት ቁልዕነት ቁልዕነት ከጥዕመልካ ስመይ ምሕረተኣብ እየ ዝብሃል ካብ ንእስነተይ ምሳይ ዝዓበዩ ሰለስተ ኣዕሩኽ ኣለዉኒ ኣዕርኽተይ ሲራክ ስራክ ተስፋይ እና ግርማይ እዮም ዝባሃሉ ግርማይ እኳ ካብ ኩልና ብዕድመ ይኩን ብስለት ካብ ግና ዝሐሸ መንእሰይ እዩ ነይሩ እቶም ክልተ ስራክን ተስፋይ ግን ከምዚ ከማይ እዮም ማለተይ ዳሓን ዝኮኑ መናእሰያት ቁሩብ ግን ውዕይ ዝለና መናእሰያት ኢና ነይርና እስከ ብዛዛ እንታይ ገይረ ቁሩብ ንድሕሪት ምልስ ከብለኩም ወለደይ ኣብዚ ሕጂ ሰዓት ብሂወት የለውን እቲ ቀንዲ ጸገም ብሂወት ዘይምህላዎም ደማ ኣነ እየ ኣቦይ ኣዝዩ ለዋህ ፎታው ደቁ እዩ ነይሩ ኣደይ ግና ሓያል ፈላጢት እያ ነይራ። ሓይላ ኣይጸልኦን እየ ምኽንያቱ ፍልጠት ዝተሓወሶ ሓይሊ ስለ ዝነበራ። ኣብ ዓለም ዝጽላኣ ዓሻ ሓይሊ እዩ። ዓሻ ሓይሊ ማለት ፍልጠት ዘይብሉ፣ ሱቕ ኢልካ ብይኾን ትዛረቦ ዘረባ እዩ እትኸዶ መንገዲ እዩ ኣደይ ግን ነይራ ንሓያላ ኣይንፀልኦን ኢና እኳ ደኣ ንፎትዋ ነበርና እቲ ምንታይ ንዓና ዝጠቅም ጥራይ እያ ትሓስብ ነይራ ጌጋ መንገዲ ንክከይድ እንተሃልየ ኣትሪራ እያ ትምዕደና ነበረት። ተጠንቂቕና ሳላ ከምኡ ገይራ ዘዕበየትና ኩሉ ዘዋጽኣና ንፈልጥ ዝሉ ዘዋጽኣና እና ዘእትወና ንፈልጥ ነበርና። ኣብ ዝኾነ ጉዕዘና መንከራን ማዕዳን ከይዘከርና ዝሓልፍናሉ መዓልታት የሎን። ንገዛና ምንኣስ ብኹሪ እየ። ምዕባየይ ሓደ ሓው ኣለኒ። ሓወይ ሳሙኤል እዩ ዝበሃል። ሳሙኤል ሓወይ ብስነ ስርዓት ምዕባዩ እየ ኣብዚ ደረጃ እዚ በጺሑ እንተበለና፣ ምስጋና ኣይኮነን ሳሙኤል ሓወይ ሕጂ ኣብዚ ሰዓት እዚ እዚ ኣብ ኣማሪካ እዩ ዝነብር ንዕኡ እትመስል ሰበይቱ ሒዙ ሓዳር ገይሩ ውላዱ ዘሚዱ ኣብ ዓድና ድማ ከመይ ዝበለ ገዛ ገዚኡ እንዳ ሓሚኡ ይቅመጥሉ ኣለዉ ዓድና ሓንቲ ንእሽተይ ቁሸት እያ ኣብዛ ርሕቋኣ ክጠቅሳ እኳ ኣይደልን እየ ምክንያቱ ንቶም ደቂ ዓድና እዚ ሰብ እዚ ደኣ መን ይከውን ኢሎም ብሓሳብ ላዕልን ታሕትን ካብ ዝብሉ እታ ሃገር ሃገረ ኤርትራ እያ እታ ከተማ ከተማ ደቂ ኣምሓረ እያ ኢለ ስም ክህባ ገዛና ምቁውቲ ቤት ቤት እያ ነይራ እና ከምቲ ኣነ ምንኣስ ቦክሪ ዝኾንኩ ምንኣሰይ ድማ ሓንቲ ንፈትዋ ሚልካ ትበሃል ነበረት ሚልካ ትበሃል ሓፍቲ ነበረትኒ ሚልካ ሓፍተይ ካብ ንእስነታት ዘረባ ምክሪ ናይ ማማ እንዳሰመዐት ብምዕባያ ኣብ ሂወት ኣዝዩ ዓብይ ሓገዝ እዩ ኮይንዋ። እቲ ምንታይ ኣብዚ ግዘ እዚ ንዕዘቦ ዘለና ከቢድ ትዕዝብቲ እዩ። ጓል እንተኮይና እንተኮነት፣ ካብ ዓሰርተ ሽዱሽተ ዓመት ሕልፍ እንተኢላ ኣፍቃሪ ትትሕዝ ትደሊ። ምስ ብዙሓት ኣወዳት እውን ዕለት ትገብር። መሓዙት ተብዝሕ እሞ ኣብኡ ኣቢላ ኣብ ንኡስ ዕድመኣ ንቡር ዘይብሉ፣ ክብራ ኣሕሊፋ ትህብ። ድሕሪኡ ደማ ንስጋዊ ርክብ ኢልካ ብስምዒት ዝተመስረተ ፍቅራዊ ምምናው ይመጽእ። እቲ ወዲ ካሊእ ዘይተንከፈት ጓል ክረክብ፣ ነታ ፍቕሪ ፍቕሪ ኢሉ ባዕሉ ዝጀመራ ጓል ይገድፋ። እሞ እታ ጓል ደማ ከይፈቶን ከይፈተወት ሰኣን ዘረባን ምክርን ወላድን ምስማዕ ብስምዒታት ብምግዛእ ጥራሕ ናብ ምንዝርና ዓለም ትኣቱ። ብኡኡ ነቡኣ ከኣ ህይወት ይባላሸ ብኡኡ ነቡኡ ከኣ ህይወት ይባላሸ ህይወት ሓንሳብ ሸተት ኢልካ ካብታ ቅንዕቲ መንገዲ እንተወጺእካ ንክትመልሳ ዘሎ ተኽእሎ ኣዝዩ ኣጸጋሚ እዩ ከምቲ ንፈልጦ ንቤት ማእሰርቲ ንክትኣቱ ኣዝያ ግፍእ እያ። ግፍሕ ዝገብሮ ምክንያት ድማ ሰሪቅካ ትእሰር፣ ሰብ ሃሪምካ ትእሰር፣ ሕጊ ጥሒስካ ትእሰር፣ ንክትወጽእ ግን ሓንቲ መንገዲ እያ። ንሳ ከኣ ተመርሚርካ ገበን ተፈሊጡ ቤት ፍርዲ ፈሪዱካ፣ ቤት ፍርዲ ፍርድካ ተዋሂብካ ኢካ ትወጽእ ናይ ሂወት መንገዲ ደማ ልክዕ ከምኡ እዩ ሓንሻብ ሸተት ኢልካ ነታ መንገዲ እንተ ሲሒትካያ ንክትመልሳ ዘሎ ተክእሎ ኣዝዩ ጸቢብ እዩ ምካል ሓፍተይ ነዚ ኩሉ ምንዝርና ዓለም ክትመልጠሉ ዝካዓለት ዋላ ሓንቲ ሚስጥር የብላን ዘረባ ምክርን ማማን ብምስማዕ እያ ካብተን ዓሰርተ ትእዛዛት ሓንቲ ኣቦካን ኣደካን ኣኽብር ትብል ትእዛዝ ብምፍጻም እዝጋብሄር ጸግኡ ዓዲልዋ። ንሕጊ እዝጋብሄር ዘይጥሕስ ሰብ ወትሩ ሕጉስን ዕዉትን ሰብ እዩ። ሚልካ ሓፍተይ ደማ ብኽብሪ ተሞርዕያ ሓድራ መስረተት። ኣብ ቤት ስድራና ትነብር ኣላ። ኣነ ድማ ዓይኒ ርእዮ እንታይ ክብሎ። ወዲ ዕስራይ ሓደ ዓመት ከለኩ ምስ ሰለስቲኦም ኣዕርኽተይ ንስደት ኢለ ኣንቀልና። ካብታ ከተማ። ደቀምሓረ ድማ ምሸት ሰዓት ዓሰርተን ፈረቓን ዝኸውን ጉዕዞ ጀመርና። እዚ ጉዕዞእዚ ጉዕዞ ሕዚ ክልተ ሽሕን ዓሰርተ ሸውዓተን ዓመተ ምህረት እዩ ነይሩ። ብዘይንፈልጦ ብጸልማት ዓይኒ ብሌን ስኒ የብሊ ቶካል፣ ትበሃል ትኩል ትበሃል ዓዲ ረጊጽና ናብ ዕዳጋ እውን ሓሊፍና ንታሕቲ ገጽና ምስ ኣንቆልቆልና ብኣርባዕተ መዓልቲ ቀትሪ ቀትሪ ደቂስና ወዓልና ለይቲ ለይቲ ደማ ንጎዓዝ ለይቲ ለይቲ ድማ እንጓዓዝ ነበርና። ቆጺርካ ዘይውዳእ ዓድታት ሓሊፍና፣ ከምቲ በዓል ቁርጽምጽ ፎጩቅ ቅንፍና፣ ዓዲ ሰገነይቲ፣ ኦኦ መድፎ፣ ኦኦ ዋልታ ትሪንታ ዝበሃል፣ ዓድታት ምስ ሓለፍና ኣብ መጨረሽታ እንዳዕሽ ትበሃል ዓዲ በጻሕና። እዚ ኩሉ ጉዕዞ መራሒ የብልናን ዝፈልጦ የብልናን ብድንግል ማርያም ተመሪሕና ብእዝጋብሄር እንዳተሓለና ኢና ሓሊፍናዮ። እንዳዕሽ ናይ መወዳእታ ድብ ከም ዘላ ተረዲእና። ብዙሕ ድፍዓት'ኳ ሓሊፍና እንተ ኰንና፣ ኣብዚ ከባቢ ዓዲ ዘሎ ድፍዓት ግን ኣዝዩ ተሪርን ንጠንቀቕ ተበሃሂልና ብጥንቃቄ ንጓዓዝ ምስ ጀመርና ተጓዒዝና ምስ ጀመርና፣ ኣብዚ ወዲኤ ኣለኩ ካልኣይ ክፋል ክቅፅለልኩም እየ ካልኣይ ክፋል የራክበና ናበልኩ እየ መሃሪትን መሳጢትን ክትኮን ተስፋ ይገብር ከምቲ ንዓይ ዘምሃረትኒ ንዓካትኩም እውን ካብኣ ንእሽተይ ክትመሃሩ ኢኩም ኢለ ተስፋ ይገብር እና ንስካትኩም ድማ ናይ ኩሉ ግዘ ምትብባዕኩም ኣይፈለየኒ ላይክ ሳብስክራይብ ብሸር ናገበርኩም ኣተባብዑኒ ከምዚ ናይ ኩሉ ግዜ ምትባዕኩም ምትባዕኩም ኣይፈለየኒ ናበልኩ እየ ኣብ ካልኣይ ክፋል ክሳብ ንራኸብ ደሓን ቀንዩ ክብለኩም ይፈቲ ንሕና ኩነለይ ክብለኩም ይፈቲ ማለት እዩ።